ሃየ እሞ ኸዳ ሰላም ሰላም ሰላም ኣብ መላእ ክፍለ ዓለም ዘለኹም ደገፍቲ ናይ ኤርትራ ስነ ጥበብ ሰላም ሰላም ኣብ ኩሉ ዓለም ትርከቡ ኣድነቕቲ ስነ ጥበብ ሰላምን ጥዕናን ኣብ መላእ ዓለም ትነብሩ ሰዓብቲ ስነ ጥበብ ክቡራት ተኸታተልቲ መላእ ዓለም ዘለኹም ኩልኹም ከመይ ኣለኹም ብፍላይ ከኣ ቲፎዞና።
ከመይ ኣለኹም ደሓን ዶ ኣለኹም ጥዕናኹም ካብ ኩሉ ከመይ ኣለኹም ሰላም ዶ ኣለኹም በሉ ዘሕጉስ ብስራት ይሒዘልኩም መጺለ ኣለኹ ሓዳሽ ናይ ዩቲብ ቻነል በዚ ኣጋጣሚ ሓዳሽ ናይ ዩቲብ ቻነል ሳንራይዝ ኢንተርቴመንት ሳንራይዝ ሳንራይዝ ኢንተርቴመንት

ብሙሉእኹም ናብዚ ክትመጹ ብኽብሪ ዕድመኩም። በሉ ኣብዛ ናይ ቻነል ዩቲብ ከኣ መዓት ብሉጽ ስራሓት ሒዝና ክንመጽእ ስለ ዝኾንና። ኮሜዲታት በሉ ደርፍታት በሉ ፊልምታት በሉ እንታይ ድየ ይርከብ ኣብ ሳንራይዝ። ሾርት ሙቪ ብሉጻት ኮሜዲታት ከምኡ ዊን ሸዋት ኣዳሊና ስለ ዘለና። ከምኡ ድማ መሃርን ኣዛናጋዕን ዝኾኑ ተዋስኦታት ሒዛትልኩም ክትቀርብ እያ። ሳን ራይዝ ኢንተርተይመንት ሓድሽ ስራሕ ክንቅርበልኩም ተላሊና ኣለና።
ከምቲ ንስኹም ትደልዩና ኣንሕና ከዓ ብጣዕሚ ኢና ንደልየኩም ፐርከ እስኹም ብዘይ ብኣና ንሕና ብዘይ ብኣኹም ከዓ ክንነብር ኣይንኽእል ኢና ንሕና ኣብኡ ስለ ዘለና ከምቲ ንስኹም ንዓና ዊን ትደልዩና ንሕና ዊን ስለ ንደልየኩም ዝኾንና ሳንራይዝ ኢንተርተይመንት ይኹን ምርጫኹም። ስለዚ ክንጽበየኩም ኢና። ምትብባዕኹም ኣይፈለየና ናትኩም ድጋፍ ንዓና ብርታዐ ስለ ዝኾነ። ንዓኹም ንምሕጓስ።
ካባኹም ዝድለ እንታይ እዩ ፍሉጥ እዩ። ሼር።
ላይክ።
ኮመንት። ሳብስክራይብ።
ሼር። ላይክ።
ኮመንት።
ሳብስክራይብ። ሼር። ኮመንት።
ላይክ።
ሳብስክራይብ።
ኣይተውሕዱልና ኢኹም። ላይክ ሸር ሳብስክራይብ ኮመንት ድማ ኣይትረስዑ። ኣብኡ ኮሜዲ ኣሎ፣ ኣብኡ ሰሓቕ ኣሎ፣ ኣብኡ ፀወታ ኣሎ። ሾርት ሙቪ ከምኡ እውን ሸዋት ኣዳሊና ስለ ዘለና ሓድሽ ስራሕ ክንቅርበልኩም ተዳሊና ኣለና። ስሬስ ፊልም ን

ሼር ሳብስክራይብ ኮመንት እናጸሓፍኩም ኣተባብዑና ሓድሽ ስርሓት ሓድሽ ቪድዮ ክሊፕ ሓድሽ ድራማታትን ሓድሽ ሞኖሎጋትን ኣብ ሳንራይዝ ኢንተርቴይመንት ስለዚ ሼር ላይክ ኮመንት ኤን ሳብስክራይብ ካባኹም እዩ እሞ ቃ